ከም ቆልዓ እንዲዕ ዕልል ኣቢሉ ተጻዊቱለይ። እንተላይ እሞ መልሲ ንገረኒ እንተ ስኢንካዮ በረኻ ከይደ ክደልዮ እየ ባዕለይ እዋ ኣንታ ኣቦ በረኻ ትብል ደኣ ጠፊኡ ድዩ ንስኻ ኣታ ኣነ እንድያ ከትፈልጥ ክደ ዝብለካ ዘለኹ ግበር ኣምላኽ ይሓልወን እዚ በረኻ ሪኢኻ ብሩኽ ዝነበረ ተጻባኢ በዚሕዎ። እወ ሓቅኹም ኣይ ከምኡ ኮይነ እኔ ደኣ ዘወን ዝብል ዘለኹ። እንታይ ክንድሕን እነሀልካ ለይቲ ምድሪ ዝቆልዓ በዚ ኣትዮ ዘይተባህለ ጠፊኡ። መናታ ንጉሰ ክላእ ንጉሰኻ ይትሕሽ። ትድሓኖም እምበሪ። ኣድሓኖም ኣሃ ኣድሓኖም ስድሓን ንተበርየ ከምጻእ ከይዱ ዝኸውን ወይ ኣነ ወደይ ክንርኢ ኢና ኣርባዕተ ተሓቢረን። ኣታ ነዝስ ጠበንጃ ዶ ኣይመሃለወነን። መዓንጠን ዘይቆጸራ ቆልዑ ዝዕመጻ ዘለዋ እምበር እተዋ ደኣ። እታ ቆልዓኸ ደሓን ደላ? ንሳስ ክኢላቶ ኣላ ልቢ ቆልዓ ኮይኑዋ እሾኽ ዝወግኣ እኳ መስላ ክኸውን። ወይለና ደኣ እቲ ስምብራት ኣብ ልብና ተዓቑሩ ዘሎ። መስኪነይቲ ቆልዓ። እቲ ሽፍታ ግዲ ሰንቢድዋ ኮይኑሲ ለይተ ለይቲ ክትብህርር ትሓድር ኣላ ደይበልዋ ንዓብይ ዓዲ። ብቐደሙ ዘባል እንድዩ ተካል ቁመቱ። እንተ ዕላን ወጅኻ እንታያ ሕጅሲ እንታይ እየ ነዚ ዝተረፈ ቆልዓ ሒዘ ድየ በረኻ ክጠፍእ ዋላ ዓዲ ድየ ክቕይር ኣንታያ በስጃኻስ ክምኸረኒ።

ንዓስ ከተላይ እዚ ርጉም ሓሙኻ ገዛ ተልዩ ረኣዮ እሞ ክላ ዘሎ ዋ ኣንተ ደንተ ኣኺልክዮ ዋ በጃኻ እስከ ግደፍዮ ዝብርኹ ሓሞይ ኣድሓኖም ጠፊእዎ ይሻቐል እዩ ዘሎ ንባዕሉ ዋይ
ኣንታ በትኪ ብሩኽ ከኣ ኢልካዮ ብዛዕባ ካብ ብዛዕባ እዛ ዕግርግር እትይላ ደሎ ስድራ ደኣ ይሓሊ ኣነ ይጥዓመንን እሞ ሕፀ ውሪድኩም ነዚ ቆልዓ ኣምስልዎ ዳኣ ደይበ ኩልና ዶ ተስፋ ቆሪፅና ኢና ተይቆረፅና ዋ ሕይ ኣድሓኖም ንተበርሕ ሒዝዋ ክመፅእ ከይዱ ኣሎ ንስኺ ከዓ ተዳለዊ ዓይንኻ ኣይትብራህ ተበርሕ ክትብል ካን ምድሪ ዓሪብካ ንዓንዲ ግዳ ክረኣዮም እሞ ደለዮም ኣለኹ ኣንቲ ደ የለን እንደ ዝብለኪ ዘለኹ ኣይትሃሉ ኣታ ኣታ ንዓኻ ዝወለድኩላ መዓልቲ ሲ እንታይ መዓልቲ ትኾን እያ ነይራ ዋይ ዛደይ ኣስጊልኪ ዲኺ ዋ ሓሙስ እያ እንዶ ትብልኒ ነበርክን ተሓሚስካ ጥፋእ ገዛ ከድካ ከየጣየቕካሲ የለውን ክትብለኒ ዋይ ኣንቲ እደ ምስ ዓብ ዓዲ እንደ ብጉዳይ ክዕልል ጸኒሐ ለያና ዝጊ ኣልዒልናዮሲ ከምዘ የለ ዕሊልና እወ እስኻሲ ምስ ዓብይ ዓዲ ከዓ ክትላዘብ ወረ መን ብሉኻ እስኻ ነጋሲ ሳለ
ንሱ ደ ኮንና ኣቦይ ደንበ ደንበ ከይድ ደኣ ኣብ መተይ ምግባር ኣብይ እምበሪ እሱ እንተዝህሉ እኳ ንዓይ ምሓሸኒ ነይሩ ዘርኢ መን ዲኻ ዘርኡ እንዲኻ ጥራይ ዘረባ ስማዕ በል ካብ ፍቓደይ እንድሕር ደኣ ወጺኻ ኣነ ከኣ ፎእ ክብለካ እየ። ኣንቲ እደ ሓሳብ እንዳ ዓቕሊ ግበሪ ኣበባይ ዘይኮንክን ክትርኢ ትደሊ። ኣበባ ዘይብልካ ትረፍ ኣነ ካብ ፈለማ እዛ ቆልዓ ሓያል እያ ንዓኻ ትኸውን ኣይኮነትን ካልእኻ ምረጽ ኢለካ እየ እስኻ ግን ልብኻ ተዘኒቡ። ኣይትጓየም ወደይ ሕጂ ናብ ኣድሓኖም ክኸይድ እሓስብ ኣለኹ።

ኣደይ ነዲይ ሰመይ ውዒል ድያ? እንታይ ደኣ ናብ ጽሪት ደኣ ኣይወፈርካን ዲኻ ደኣ? ነቶም ጓሶት ዓድና ተማልኡለይ ኢለ ኣማሊኤ እየን። ደሓን ደፋእ ኢልካ ተርክቦም። ደሃይ ኣድሓኖምከ ኣይተረኽበን? ዘይተረኽበ?
ኣቦይ ሻዕ ኢሉ ካብ ገዛ ምስ ወጸ ኣይተመልሰን። ገዛ ሓዊ ኣትዩዋ። ኤህ!
እዛ ኩላ ብሰንክኻ። ቆልዑ ሎሚ ከኣ ጽሉላት ኮንኩም። ዘረባ ወለዶኹም ዘይትሰምዑ ፈለል ፈለል ፈለል ክትብሉ። ሓቅኽን።
ብጓሂ ኣብ ዝኣትዎ እዩ ጨኒቑኒ ዘሎ። ወረ ሎምስ ሃጽ ኢልካ በዚ በረኻ ጥፋእ እዩ መጺእኒ ዘሎ። ኣታ ቆልዓ በስመኣም በል ኣይጥዑይን ግዲ እኻ እኽሊ ዘይለኸፍካ ተኾንካ ክቅርበልካ። ለኺፈ እየ።
እሞ ኪድ እኹም ነታ እተኻርኩቦም ጥሪት ክሓሉ ነዞም ኣቦኹም ከኣ ኣይተጉህዎም ካልኦም ይኣኽሎም ናይታ ርግምቲ ሓብትኻ ከይኣክልሲ ንስኻትኩም ከኣ መሲኩም ክተጉህዎም። ሓቅኽን ኣቦይ እሞ ጉሂ ኣሎ። እቲ ዝጠልዕ ሓውኻኸ ካብ ፈለማ ደድሕሪ ሓብቱ ርኤክይ ኣበይ ከሪሙ እዩ ሕጂ ንበረኻ ዝሸፈተ። እህ ወይለይ ሸፊቱኒ። ካብ ኹዋቕብ ደኣ በረኻ ዄንኩ። ድሕሪ ማይ ናብ በዓቲ፣ ኪድ ደኣ ናብ ጥሪትካ። ምሕረትከ ደኣ? ኣነ ጓል ኣቦኣ'ዶ?
ወይ ገዛኻ ኺድ ወይ ናብ ጥሪትካ ኺድ። እንታይ ኢኻ ምሕረት ምሕረት? ብጫ የብልካን'ዩ። በለ ሓራይ።
ኣነ ደኣ ናብ ሩባ ባሕሪ ክንከይድ ኢለ'የ። ኣታ ዓጢነይ!
ምሳኻ ኸላ እንድያ ጓለይ ትዓምጽ። እንታይ ኰንካ ደኣ ሽዑ ኡይ ኢልካ ዘይተድሕና? ዝዀነ ምስ ኰነ ከም ሻንጣ ተዀልኲልካ ሒዝካለይ መጺኻስ፣ ሕጂ ኸኣ ሕማመይ ክተለዓለለይ?

ሃየ በሉ
ከመይ ኣለኹም? ስድራ ከመይ ኣለዉ?
ኣደ ኢታይ ደኣ ኣለዋ ዶ? ኣደ ኢታይ ንዓመት በዓል ገዳም ኣባ ምስኤል ምስ መሰልተን ከይደን ኣለዋ ክቕንየ ዶ እምበኣር የለዋን እወ የለዋን ኣንቱም ኣቦና ኣነ ጉድ ረኺበ ሕጂ ከኣ እንሀልኩም ተዓቢ ወደይ ኣብዚኣ ኣትዩ ዘይተባህለ ጠፊኡ እህ።
እንታይ ትብል ኣምላክ ምስኡ ይኩን። እወይ ሓለዋን ረድኤትን እግዚኣብሄር ኣይፈለዩ። ኣሜን ኣሜን ኣሜን ኣሜን ኣቦና ንሀልኩም ደቂ ምውቲ ዛሕዛሕ ኣቢለዮም ሓደ ቆልዓ ሒዘ ተሪፈ ሕጂሲ እቲ ሕድራ ከቢድኒ ድቃስ ስኢነ ድቃስ ስኢነ እቲ ፍቃድ እግዚኣብሄር እኮ ኣይተርፍን እዩ። ንሱ እንዲ ደኣ ኮይኑ ንሱ እንዲ ደኣ ኮይኑ ሕጂሲ እግረ መንገደይ ደሃይኩም ክገብር ሰላም ክብለኩም ኢለ የላጊሰ
ጽቡቕ ግርም ገበርካ ኣነ እውን ነዚ ወዲ ገዳሙ ወደይ ክደሊ ዘይኣተኽዋ ጣሻን በረኻን የልቦ ግን ኣቐቢጨ እምበኣር ደሃይ ኣይረኸብኩምን ኣይረኸብኩን እሞዛ ደኢታይ ስጒሃ ትኸውን እንታይ እሞ ክትብል እያ ንኣምላኽ ኣሕሊፍካ ምሃብ እዩ እምበር ደቂ ሎም ይሰምዑ ዶ ኮይኖም ንዓይ እንዶ ከፋኣኒ ሓቚፈ ዘዕበኹ
ስቕልካ ንበረኻ ሃፅ እንዳበሉ እንዲዮም ጉድ ዘረኺቡ ናይ ወለዲ ነገር ዘይዓጅቦም ኣንታ እሞ ከዳ ቁሩብ በዚ ተራእዮም ዝብል ከይተረኽበን እዋ ነቶም ሰብ ደንበን ሰብ ጥሪትን ሓቲተ ሕራ እዋ ግና ይረኸብኩን እቲ ወድኻ ኸ ከመይ ይመስል ወይለይ ረኺብኩሞ ነርኩም ዲኹም ኣይፋሉን ኣይፋሉን ኣይረኸብኩዎን ኣነስ ነቲ ምስሊ እየ። እህም
ወደይ ደኣ ነዊሕ ጉልቡት ጸባ ጸገብ ነሀልኩም ንሱን ቁመቱን ጎተንኡን ከምዚኣ ኢልካ ኢኻ ትሪኦ ጉልቡት። እዋይ።

እወ ኣነ እወ ኣነ ድሓናም ሓወይ ተቐቲሉ እወ ኣነ ቅርስስቲ እወ ኣነ እንታይ ዝገብሮ ተበረ በስመ ኣም በሊ
ኣብ ሞት ክንገብር ኢና ድምፂ ዝበሃል ከይተስምዒ እወ ኣነ እንታ ወዲ ገዳማ ሓወይ ወላ ሬሱ እንተረኸብና በጃኻ ነድለዮ እወ ኣነ ዝኹሉስ ብሰንከ እዩ እዚ ከይመጽእ ኢኻ ንርኮቦ ዝበልኩ ኸይ እሞ ሞይቱ ድዩ እዚ ርጉም ሽፍታ ቀቲልዎ ድዩ ዋ ናይ ሃዳናይ ተኹሲ ተኾነ ኸ ንምንታይ ኢኻ ሕማቑ ትሓስቢ ድሓር ከኣ ኣድሓኖም ሓውኺ ንላዕላይ ሩባ እዩ ኸይዱ እዚ ድምጺ ተኹሲ ኸኣ ኣብ ታሕታይ ሩባ እዩ ዝስማዕ ዘሎ ወይ ኣንታ ወዲ ገዳም ሓወይ ፈሪሐ እንዴ ኣዴና ስኢንናስ ሒድም ኣድሓኖም ሓወይ ክንስእን ኣጆኺ እንታይ እዩ ዝገብሮ ኣጆኺ ኣምላኽ ኣሎ ሓዉ ካእ ዝኾነ የብሉ ንኸይድ እሞ ንርከቦ ተላዚምና ካእ እስኺ ምስኡ ትኸዲ።
ጥራይ ብሂወት ሃሉ እምበር ምኻድሲ ይካየድ እንኤ እሞ ንኽንድልዮ እንተድኣ። ተበሬ ከም ዘለኽዮ እሞ ምሳይ ኣይትኸድን ኢኺ ንስኺ ብዛ ጨርካ ኢኺ ትተርፊ ኣነ ባዕለይ ሃሰው ኢለዮ ክመጽእ። ውይ በይነይ ክትገድፈኒ ንስኻ ካእ ህልም ክትብል እዚ ርጉም ሃዳሚ በጃ ፍርሑ ክገብረኩም ናብሱ ከድሕን እዩ እምበር ጅግና ኮይኑ እኮ ኣይኮነን ዝትኩስ ንሓወይ ግና እንታይ ግድኻ ተጻዊትሉ እዩ። ሕጂ እንታይ ትብልኒ ኣለኺ? ክኸይድ ደኣ ሞቱ ክገብር ተማልኣኒ
ኣድሓኖም ሓወይ እንተስ ብህየቱ እንተስ ብሬስኡ ክርኢ ኣለኒ ወይ ኣነ ቁርስስቲ ወይ ድማ ኣምላኽ ፈልጥ ብሓደ ስኽ ንበል ተበሪ ኩሉ እኳ ባዕልኺ እዩ ክትብልዮ ዘለኺ ኣንተ ወዲ ገዳማ ሓወይ ፈሪሐ እንዴ እወይ ሓወይ እዚ ኩሉ መከራስ ብሰንከይ ረኺብዎ ዘሎ እወይ ኣነ ድሓኖም ሓወይ ተበሪ እንታይ ማለትኪ እዩ? እንታይ ፋሊ ክትገብሩ ዘለኺ? በስመ ኣብ በሊ ስቕ በሊ እቲ በስመ ኣብ በሊ ህይ ገለ ደጎፍ ኢልኩም ነይሩ እዩ ኣይፋለን ኣይበለንን ይ ሰላም ከይበለኩም እኳ ኣይሓለፈን እዩ እንተ ሓሪቋ ክልተ ሰለስተ ሰብኣይ ኣይሕዝዎን እዮም
ዋላ ክዝክር እንተበልኩሲ እወይ ነዚ ዝበልኩሞ እዩ ኣይገጠመንን ኣይ እወ
ራይ በሉ እስኪ በል ማይ ከምጻልካ ራይ ራይ በሉ ራይ እስኪ በሉ
ኣንታያ ክዛረበካ ኢሉ እሞ ተሰኪፈ እታ ወደል ሰበይቲ ካዲያ ልኢኻትካ ኣይፋሉ ንሳ እምበር ልኢኻትካ ጉዳይ ወድኻሲ ባዕላ ክትጣበቐልካ እሞ ከምኡ ኢለ እንደ ክላዘበካ ኢለ መፅእ ዘለኹ እዛ ሕፀ ናይ ዝወደይ ሓዲግ ተሪፋ ኣንቱም ስድራ ቃልቢ ደግበሩ ናይ እዚ ግን ምስ ክልተ ደቁ ጠፊኡሲ ንስኻትኩም ድማ ብዛዕባ መርዓ ወድኹም ዓጅብኩም ኣነ ከምኡ ኢለ እንደ
ግና ግዜ ነዊሑ እኽሊ ምስ ተቐረበ ንነቐዝ ኮይኑ ውዳሴኻ ዓቕሊ ስኢና እሞ ትዕግስቲ ግበሪ ትብላ ትበርህ ብህይወት ኣላ ዳ የላን ከየጣለልኩምሲ እዚ ኹሉ ንሳ ደኣ ምስቲ ሽፍታ ኣብቲ ሩባ ትዓብድ ዶ የላን ነጋሲ ወደይ እኳ እዩ ኣይ ምስቲ ኣይ ምስቲ ሓዲግ ተሪፉ ዘሎ እታ ቆልዓ ፈሊላ ጨርቃ ደርብያ ዘላ በል ንናይዝጊ ከምኡ ከይትብሎ እሞ ምስ ደቁ ኮይኑ ክንቀትለካ ሓንሳብ ተዓገሱ ናይዝጊ ብናይ ጓሉ ሓይኑ እንደገና ከዓ ሕጂ ንወዱ ክደሊ ንበረኻ ከይዱ ኣሎ ወ እንታይ ዝበልዎ ምዕውራ ስድራዮም ገጢሞም ንወደይ ኣነሲ ንወደይ መብስዎ ኣብ ማእኸል ዓዲ ክኾነለይ እምበር ኣዋልዶ ተሳኢነ ንልካዮ ንመርዓትካ ሓንሳብ ናይ እዝጊ ካብ ዝኸዶ ይመለስ በላ መርዓ ወዳ እንተደልየ ከዓ ፈረስ ዘጋልብ ዳስ ሰሪሓ ወዳ ተመርዑ ሕጂ ግን ንዓኻትኩም ንዛንታ እውን ጥዑም ኣይኮነን። ወደሓንካ! በል እስከ ከም ዘልካዮ ይኹን። ኣንታ ሳልሕ ተበርህ ንዓኻስ ጓልካ እንዳ እንተኾነ ምስ ናይዝጊ በረኻ ወፊርካ ምደለኻያ። ጽቡቕ ዶ ረኺቡ እዩ ናይዝጊ? መርዓቱ ተፈልያቶ፣ ደቁ ኣበይ ከም ዘለዉ ኩሎም ጠፊኦም። ኣይ ሓቅኻ ካንታያ ንያዝጊሱ ብሩኽ እንድዩ። እሞ ንመርዓትካ ከምኡ ኢልካል ዝባ ንነጋሲ ወሪድዎ ዘሎ ጥዑም መዓስ ኮይኑ ግን ናይ ናይ ዝጊ ቅድም ንዕበስ በላ ኣነ
ንዓስ ከምኡ ይብላኒ መዓስ ጥዒሙኒ ኣሎ ንሱሲ ባዕልኻ ኢኻ ዘይተሳልክዋ ዲኻ ኣይወፀኒ ይሓስቦ እንዴ ግና ውዳሴ ሓያል እያ ነጋስሲ ከምኡ እንዳበለ እንዲዩ ካብ በረኻ ንሓሙኡ ገዲፍዎ ዝመፀ ወ
ኣብ ኪና ዘይወዓለ በሊሕ ንዓይሲ ዓዲ ምልእቲ ትፈልጠኒ ኣሳህለ ኣያ ሀ ውዳሴ መልሲ ሕዝካ ምፃእ ኢላትኒ እሞ እንታያ ክብላ እዋ ኣንታ ምስ ምምርሓ ደለኻ ኢኻ እንታይ ድና ክንባል ዝፀኒሕና እዛ ዝበልኩኻ ትብላ ክድ ተኾይኑ እንታ ዋ ሀይ ክንዲ ዘቐልባ ቆልባ ሕማቕ ሰነፍ
ርኢኻ ነቲ ጥፉእ ወደይ ክደሊ በረኻ የቐንየ ግን ኣይረኸብክዎን። እቲ በላዒ ገዚፍ ከብዱ ሽፍታኸ ገለ ጎፍ ኣይበለኩምን? ጎፍ ተበለኒኸ እንታይ ክረኽበለይ ኢሉ ብዘይካ መስቀለይ። ወይ ተኣምር! ሞባእ ከይተረፈ ካብ ቤተ ክርስቲያን እናወሰዱ ዶ ወይለይ
ንቁፅቅጫን ቆሎን ባህ ኣይምስኣነን እ ግና ኣምላክ ኣቦይ የሕሊፉ ይሃበንን። እው ከምኡ ደኣ በሉ ከምኡ ደኣ በሉ እምበሪ ንዓይስ እባ ሓደ መዓልቲ ምስ ደቀይ ኣገርሃኒ ኣይ እህ በዛ ድሕሬና መጺኡ ከይረኣናዮ በጥ በሉ በስ በለናሲ ኣንቷ ከምዛ ተመንስ ብዛ መሬት ስቲ ካበልና ሰለስቴና ስራሕ ሰይጣን ከምኡ እንድዩ
ንሰለስተ ሰብ ደኣ ከመቢሉ ብድሎ ክገጥም እወ ተፃዊትልና እባ ተፃዊትልና ደሓርሲ ንዓና ኣሲሩ እንተ መግቢ ዲኸናዲ እንተሲ ካሎ ዓጂብዎ ኣሲርና ፍካባና ፍንትት ምስ በለይ ንሕና ካሎ ዝእሱርና ፈትሒና ጣዕ ህድማ እንኳዕ እንኳዕ ወዲቀ ተሰበርኩ ከምዚ ዓይነት ህድማ ኣብ ሂወተይ ሃዲመ ኣይፈልጥን
ሕጂ ኸ ንኢታይ ክትረኽባ ዲኻ መጺኻ ወይሲ ቆልዓኻ ከተናዲ ኣይፋሉ ኣነስ ቆልዓ እባ ከናዲ ገለ ዝብርባታት ተረኸብኩ ሃሰስ ክብል እሞ ንሱ እውን ደኣ ሸፊቱ ከይከውን ኣይ ኣይ ኣታይ ከመይ ዝኣመሰለ ወዲ ዝግሄር እንዲ ሕያዋይ ከመይ ዝኣመሰለ ሕያዋይ መስለኩም የግዳስ ክንዲ ብጹሕ ውላድካ ኣይትምሓል እንድዩ እፈርህ ፈርህ ንኣምላኽ ሒዝካ ኣይትፍራሕ ካብዚ ገዳም ከዓ ጸበለ ቋጺርካ ሓዝ ግና እዚ ነዛ ነብስና እንታይ ደሒዝናላ ኢና ከምቲ ጎይታ ዝብሎ ከዓ ነታ ናይ ጥፍኣት ግዜ ተዳሊኹም ጽንሑ እዩ ዝብለና ሓቂ በልኩም ሓቂ በልኩም በሉ ድሓን ኣነ ኣብ ዙርባታት ሃሰውሰው ኢልና ዓዲ ኣማስያይ ክምለስ እሞ ኣቦና ንስኹም ከኣ ኣፋንዉኒ ነዛ ዝደኸመት ነብሰይ ዋእ ዘዕረፍኩም ከኣ የቐንየለይ የቐንየለይ ኣምላኽ እዩ መሪሕካ ንዕኡ መስግኖ ሕራይ ሕራይ ሕራይ ሕራይ በሉ ጸበል ዶ ክትቡኒ ሕራይ ሕራይ እስኪ ጸበል ሃብሉ ሕራይ

ትሰምዕኒ ዶ ኣለኺ? እዛ በረኻ እዛ ንፈልጣ እያ። ዓዲ ኣትዩ ከይከውን እምበር ምረኸብናዮ። ኣበይ እሞ ክትረኽቦ ወዲ ገዳም? ጠበንጃ ክትኮስ እንዴ ሰሚዐ። ኣድሓኖም ሓወይ ከዓ ኩሉ ብሓይሊ ዝውዳእ እዩ ዝመስሎ። እንታይ ስለ ዝረእኽን ዝሰማዕኽን ኢኺ እሞ ትበኺ ዘለኺ? እዚ ቦታ እዚ ካብ ሽፍታን ካብ ተኹስን ኣዕሪፉ ዶ ይፈልጥ እዩ?
ኣታ ድሓነም ሓወይስ እምበር ኣይ ብኢዱ ኣይ ብእግሩ እዩ ዝኹሉ መከራ ረኺብዎ ዘሎ። ግደፊ ግደፊ ተበረ ኣብ ከብድኺ ትእትውዮ። ንዓኻስ እምበር ኣይሕመካን እዩ ዘሎ። ወዲ ገዳሙኸ ኣሰር ሓውኺ ክረክብ ዘይኮንኩን ክኾልል ዝወዓልኩ ከመይ ከመይ እየ ክተብልየ ዘለኺ? ተስዕንዕና የብተይ ሸይጣነይ ከይተውዕልኒ። ደሃይ ሓወይ ከይረኸብኩ ካብዛ ሩባ ኣይከይድን'የ ተደሊኻ ንስኻ ኪድ። እንታይ ሽግር ገጠመኒ ወደይ ነዚ ክብል'የ ካብ ገዳመይ ወጺእ ተበርህ ግደፍኒ ግደፍኒ ዘረባ ከኣ ክብለይ ኣይትጉጠይኒ
ሓወይ እናረኣኽዎ ሓሊፉ ከይጸንሐ ጠበንጃ ተተኲሱስ እዚ ቕሲንካ ድዩ ሓቅኺ ንስኺ ሓዊ ስለ ዘለኪ ብዛዕባ ሓውኽን ስድራኽን ትጉሂ ኣለኺ ኣነ ግን ደሓን ሕጂ ግን ንኺድ ካብዚ ሩባ መንገዲ ርባዕ እዩ
ኣታ ድሓንም ሓወይ በጃኻ እንዶ ጎፍ በለኒ እወ ኣነ ኣቕረበለለይ በዲለካ እየ
ዋይ ኣነ ብኻቲ ጨጉሪ ክስርሒ ኣብቲ ገምገም ዓድኹም ምሳሳ እንዳ ክተሪፍክለይ ንስኻ ከምስ መን ክተርፍ ወዱ ድሙ ከም ቀደሙ ከም ቀደመይ ገዳመይ እኳ በይነ እየ ዝዕንድረሉ ነይረ ንስኺ መፂኹ እኳ ኢኺ ማሕለኻ ኮንክኒ ኣነስ ማሕለኻ ኮይነካ እወ ዝተዛረብክዎ ዝመልስ ኣይኮንኩ ፈለማ ኣገልጋሊ ቤተ ክርስቲያን ይኸውን ሓሲበ ነይረ ሓጢኣተይ ንግዳም ምስ ወፀ ግን ኣብ ሰፊሕ ገዳመይ ምስ እንስሳታትን ዕዋፍን ተሳኒየ ክነብር ዝሓስብ ነይረ። ጨካን ምዃንካ ደኣ ፈልጠካ እንዴ እምበኣር ኣብ ጎነይ ተጋዲምካ እንከለኻ ዘፀይነካ ዘሎ ምስጢር ኣውኪኢኻለይ ግርም ኪኢና ዓናይ
ኣንታ እንታይ ዝመሰልዋ እስራኤል ቀትሪያ እዚኣ ሃፅ ኢለ ዶ ካብቲ በረኻ ጠፍኣላ
መሬት ውሒጣቶም እያ እንታይ ግድኸን ኤ ታቦት ዓድናኸ ነውሪ እዩ ዝወደይ ከምኡ እዩ ትብል እዛ ገዛ ጸሊእ እያ ክመውደል እየ ካንታ በላዒት ኮይናትኒ ቆልዓ እንዲኻ ከምኡ እዩ ትብል ምስ መሳትኻ ተጻወት ዓባ ዓድኸ ኣብ መትካዶ ገይሮም እወ ገይሮም ንሶም እውን ተሻቂሎም ኣለዉ ናይ ናይስ ግዳ ክሻቅሎም ጉዳም እንዲዩ ኣንተን ኣደይ ነግሽ ናይ ተበርህ ተበልናስ ኣድሓኖም ሓወይ ሕጂ ድማ ኣቦይ ደሃይ ዘይብሎም ኣንታ ናይቶም ኣሕዋት ካልኣ ግበር እምበር ናይዝ ግድኣ ሕይ ክመጽእ እንድዩ ዓቕሊ ዘይብሉ ይበሎ ይበሎ ዝፈጣሪ እዚ ቦይ ናይ ኣደይ ከይኣኽሎ ድቃ ስኢኑስ ንሕና ከኣ በዲልናዮ እኽልኸ ለኺፍካ ዶ እወ ጸባን ቅጫን ለኺፈ እንታይ ለኺፈ ደኣ ዳዕም ይኸዮ በል እምበር

ከም ከብዲ ዲየ ኢኻ ድፈልጦ ሙሽሙሽ መሳኺ ዓዲ ኮይንኩም ብዘይ ፍረ ተመሊስኩምሲ ከምኸድካ ጠብጢብከ እሞ ንስኻ ዶ ከም ሓሞ መጠንሲ ከካይደካ ኢልካያ ኢኻ ኣነ ደይኮንኩን በተግ ኢለ ዝተበገስኩ መን እሞ ተሓጒስልካ ጨርቃ ደርቢያ ደድሕሪ ሽፍታ ዝኸደት ሕጽይቲ ደኣ ክትናዲ ኮይንካ ኣንታ ጎበዝ ዘይኮንካን ሕጺ ኣውርዱለ ኢልካሲ ከለኻ ክተምጽእ ይትኽእልን ኣንታይ እያ ተበርህኸ ተበርህ ደኣ ኣበይ ክትረኽባ ሽፍታ ተጻዊትላ እዩ ምንም ዝልወቱ ሽፍታ ወዲ ገዳሙ ገዳም ዘይብሉ ይትረፍ ዓማፂ ወረ ሓደ ድማ ክንዲ ዛቆፈ ዝኸውን ካልኣይ ሽፍታ ኣለዎ ኣንታ ኣንታ ንሱን ኮብድንሲ መላኣድጊ እኳ እዩ ዝመስል ዋይ ተኸርሚት ኣታ ዝሰ ኣነ ክረኽቦ ነይሩ ንታ ዋይ እንታይ ክትገብሮ ምስ ኣደይ ዳኻ ከተፋልሙ ኣታ ሰር ኣንታ ክትገብር ምሳይ ክትወፍር ክዘርየልካ ንሳ ደይ ኮን እንታይ ዓዲ ሙሉኣ ሰኪሓ ዘላ እምበር ንስኻ ደኣ ኣይምስኪንን ዲኻ ናትካ ምውሳደይ እንዲ ደኣ ካብ ኣብ ሽፍታ ኣውፂኡኒ ናብ ገዛይ መሊስኒ ዘሎ ኣበይ እሞ ጎቦዝ ክንዳኻ ከለኹ እንቋዕ ኣይትረኤኒ ኣብዛ ዓዲ ቁሊሕ ኢሉ ዝጥምተኒ ሰብ ኣይነበረን ኣብ ገፊሕ ሩባ ቅድመይ ጥሪቱ ደስ ዝትጓስ ኣይነበረን ክትፈልጥ ደንጊጾ ምኾኑ ኣነኸ ነቲ ሃዝራእ ሽፍታ ብድሕሬና መጺኡ በጥበሉ ምስ በለናሲ ጠበንጃ ናይ ዓቢ ዓዲ ምሳይ እንድያ ነይራ ንመን ኢኻታ ኣነ ኸኣ ኣንታ እቲ ሽፍታ ዶ ኣይኮነን በጥበሉ ዝበለኩም ንሱ ደኣ ኣብ ካልኣይ እግሪ እንድዩ ግን ኣሽዑሲ እ ኣነ ጠበንጃ ሒዘ ዋጣዊጠሉ ንሱ ከዓ ጠበንጁ ሒዙ ከምዚኣ ጌርና ተፋጢጥና ብድሕሪኡስ መዓልካ መዓልካ ተባሂልናሲ ዋዕ ኣነ ከዓ ገለ ተበርህ ትበሃል ሕፅይቲ ጎፍ ኣይበለትካን ኢለ ሓቲተዮ ኣይ ኣይፋለይን ኢልናስ ብኣ ጌርና ተፋላሊና
ከምኡ እቲ ኮይኑ እቲ ዛንታሲ ግረ ናይ መን ደኣ ክትወፅእ ናይ ሳህለ እምበር ቀም በል ኣዴኻ ብሓደ ከም ዝነበርና ከይትፈልጥ እወ ኣነ ቀዲመ ክኣቱ እየ መልሲ ናይ ዓቢ ዓዲ ሕዘላ መጽእ ኣለኹ እ ከይደ በል ኣነ ከይደ ሕራይ እዋይ ኣንታ
ወላዲ ክሰስ ንሂጓይ ኩልሰስ ኮይኑኒ እምበሪ ካብ ናትካ ሓሞት ምስ ወሰድኩ እንዴ ደኣ ሓሞተይ ተዘሪጉ ዘሎ እዋይ እዋይ እዋይ እዋይ ተበረ ኣኸሻሕ ክንባእ እዋይ እዋይ ተበረ ከሻሕ ክንባእ

ሓቂ ዛር ሃባ ኢድካ ወዲ ገዳም ወደይ ሃባ ኢድካ ብለካ ኣለኹ ከይትቀርብን
ሃባ ኢድካ ካብ ዕርቃንያ ክትቅጥል ደሊኻ ዋይ ክፍክመካ ይርከቡ
ምጉባጥ ከ ኣንታ ወዲ ገዳም ወደይ ንባዕለይ ጎቢጠ ዘለኹ ኣነሲ ጸገመይ እየ ጸገም ረኺበ ኣለኹ ጸገመይ ተረዳእኒ እየ ዝብለካ ዘለኹ ካብ ጸገምካ ጸገመ ይዓቢ እወ እወ እወ ጸገምካ ዓቢ እንታ ወዲ ገዳም ወደይ ኣቦኻ ዝኣክል ሙሉእ እንዲኻ ትፌእኻ እንታይ እሞ ክትገብር

ተመሲሕካ ዲኻኸ ቅጫ እኳ ሒዘልካ መፅየ ነይረ ቅጫ ክህበካ
ኣላ ሰብኣይ ከመይ ዝበልኻ ኢኻ ቅጫ ክትበኒ ኣነ ዳሞ ጥረ ስጋ እንዲ ቀለበይ ወይ ከዓ ኣብ ሓዊ ተጠብሰ ከምኡ እየ ዝፈቱ

ኣብ ሰብ ዘይብሉ ገዛ እኮ እዮም ገዲፎምኻ ከይዶም ዘለዉ ሆረ ናፊቐ እንታይ ዝበልዎ መከራ እዩ ደቂ ኣታ እዚ ናይ ዝግሲ ሸዓ ኢሉ ገጹ ከይምለስሲ ምስኦም እጠፍእ ኣብ ሞቶም ክገብር ክኸይድ ዶ እንዴ ዝብል ዘለኹ ኣንታ ቆልዓ እዛ ዘረባ እዚኣ ከይደግማ ኣባኻን ሓዝካን ጠፊኦምሲ ንስኻ ድማ ክትጠፍእ ኣቱም ቆልዑ እንታይ ኢኹም ኮንኩም ዓቕሊ ዘይትገብሩ ነቲ ነጋሲ ድማ ኣብ ሞቶም ግበር ተበልኩዎ ስድራይ ከይትነቅል ኢሎም ኣትሪፎምን እምበር ኣነስ ነቒለ ነይረ በለኒ። ክላኸላ እዚኦም ሓደ ካብ ሓደ ዝሕሹ ዝሩባት እዮም። እቲ ኣዲኦም ከዓ ካብኦም ዝገደደት ኣብ ባእሳቱ ሎሚ ምሸት እንተኣተዉ ክፅበ ግርም ዝወደይ እዚ ክልተ ሰለስተ መዓልቲ ንፅበ እሞ መልእኽተኛ ከዓ ንሰደሎም ናብቲ በረኻ ግርም እዛ ገዛ እሞ ተባላዒት እያ ኮይናትኒ ዘላ ኣጆኻ ዝወደይ ጥራሕ ንስኻ ኣብ መጥሪትካ ግበር እምበር ኣድሓኖምና እዚ ግን ደኣ ናበይ ከይከዱ እንተኾነ ንተብርህ ከኣ ሒዞም ኣመጹ ኾኑ። ይበሎ ይበሎ እዚ ፈጣሪ ኣብዛ ገዛና ማሚቕና ክንነብር በሉ ሓራይ ከምታ ዝበልኩም ንክገብር እየ። እጆኻ ዝወደይ እጆኻ ትሕመቕ ሓራይ እጆኻ ከይደ ደሓን ወዓ ሓራይ ደሓን ወዓ ዝወደይ ብሩኽ መዓልቲ